ሰላም ክቡራት ተዓዘብቲ ናትና ቲቪ ኣኣብ ዘለኹሞ ሰላም ክትልው እንዳተመነና ንሎሚ ዝሓዝናዮ ዜናታት ውሽጢ ሃገርን ወፃን ከነቕርብልኩም ተዳሊና ኣሎና። ምሳና ክሳብ መወዳእታ ክትጸንሑ ብኣኽብሮት ንዕድም። ቀንዲ ነጥብታት ዜና ኣስመራ ዕድመ ዝተገብረሎም ልኡኽ ጉጅለ ኤውሮጳዊ ሕብረት ኣስመራ ድሕሪ ምእታዎም፣ ዝምድና ኤርትራን ኣህጉር ኤውሮጳን ንምምሕያሽ ምስ ዝተፈላለዩ ሰበስልጣን መንግስቲ ኤርትራ ከም ዝዘተየ ይግለጽ ኣሎ። ኤርትራ ብኣህጉራዊ ቤት ፍርዲ ሕጊ ባሕሪ ንትሽዓተ ወርሒ ዝተዋህበ ስልጠና ብዓወት ዛዚማ። ኤርትራ ኤርትራዊ ኣትለት ዑቕበ ክብሮም ኣብ ውድድር ፍርቂ ማራቶን ፓዝናን 2025 ቀዳማይ ኮይኑ ተዓዊቱ። ሞስኮ፣ ትራምፕ ንሩስያ ኣብ ጉዳይ ምቁራጽ ተኹሲ ዩክረይን ብቕልጡፍ ምንቅስቓስ ክትጅምር ኣብ ዝላበወሉ ዘሎ እዋን፣ ፍሉይ ልኡኽ ኣሜሪካ ምስ ፑቲን ምርኻቡ ይግለጽ ኣሎ። ህንዲ፣ ብሰንኪ ብርቱዕ ዝናብን በርቅን ኣብ ገለ ክፋል ህንድን ኔፓልን ኣስታት ሚእቲ ሰባት ከም ዝመቱ ይግለጽ ኣሎ። ፊንላንድ፣ ንገለ ቫይረሳት ኢንፍሉዌንዛን ሃርፐስን ክሕዝን ከጥፍእን ዝኽእል ፍሉይ ዓይነት ማስቲካ ከም ዝማዕበለ ይግለጽ ኣሎ። ኣስመራ፣ ዕድመ ዝተገብረሎም ልኡኽ ጉጅለ ኤውሮጳዊ ሕብረት ኣስመራ ድሕሪ ምእታዎም፣ ዝምድና ኤርትራን ኣህጉር ኤውሮጳን ንምምሕያሽ ምስ ዝተፈላለዩ ሰበስልጣን መንግስቲ ኤርትራ ከም ዝዘተየ ይግለጽ ኣሎ። ብመገዲ ቤት ጽሕፈት ወኪል ኤውሮጳዊ ሕብረት ዝተዋህበ ሓበሬታ ከም ዘመልክቶ፣ ሕድመ ዝተገብረሎም ልኡኽ ጉጅለ ኤውሮጳዊ ሕብረት ኣስመራ ድሕሪ ምእታዎም፣ ዝምድና ኤርትራን ኣህጉር ኤውሮጳን ንምምሕያሽ ምስ ዝተፈላለዩ ሰበስልጣን መንግስቲ ኤርትራ ምዝታዩ ወግዓዊ መርበብ ሓበሬታ ኤውሮጳዊ ሕብረት ኣብ ዘውጽኦ ጸብጻብ ዑደት ናይቲ ልኡኽ ገሊጹ። እቲ ጉጅለ ልኡኽ ንዳይረክተር ኤውሮጳዊ ሕብረት ኣብ ጉዳይ ኣፍሪቃ፣ ሪታ ላራሪናን ሓላፊ ክፍሊ ዞባ ቀርኒ ኣፍሪቃ ናይቲ ሕብረት ጆናስ ጆንሰንን ዘጠቓለለ ብዕለት ሰለስተን ኣርባዕተን ሚያዝያ ክልተ ሽሕን ዒስራን ሓሙሽተን ኣብ ኣስመራ ዑደት ከም ዘካየደ እቲ ጸብጻብ ሓቢሩ። እዚ ልኡኽ ምስ ወሰንቲ ልዑል ደረጃ ዘለዎም ዘተ ኣብ ዞባዊ ቁጠባውን ሰብኣዊ መሰላትን ጉዳያት ዘተኮረ ንምክያድ ናብ ኣስመራ ዑደት ከም ዘካየደ ተገሊጹ። ኣብቲ ዑደት እታ ዳይረክተር ኤውሮጳዊ ሕብረት ኣብ ጉዳያት ኣፍሪቃ ምስ ሚኒስተር ወጻኢ ጉዳያት ኤርትራ ኣቶ ዑስማን ሳልሕ፣ ሚኒስተር ዜና ኣቶ የማነ ገብረመስቀልን ሓላፊ ጉዳያት ቁጠባዊ ጉዳያት ህግደፍ ሓጎስ ገብርሂወት ተራኺባ ከምዝዘተየት ተገሊጹ። ዳይረክተር ኤውሮጳዊ ሕብረት ኣብ ጉዳያት ኣፍሪቃ ምስ ነበርቲ ኣባል ሕብረት ኤውሮጳ፣ ኣሜሪካ፣ ዓባይ ብሪጣንያ፣ ግብጺ፣ ቱርኪ፣ ደቡብ ኣፍሪቃን ካልኦት ኣህጉራውያን መሻርኽቲ ከም ትካላት ሕቡራት ሃገራትን ከምኡ'ውን ኣህግራዊ ኩባንያ ጸዓት ቶታል ኢነርጂስን ከም ዝተረኸበትን ገሊጹ። ቀንዲ ዕላማ ናይቲ ዑደት፣ ዝምድና ሕብረት ኤውሮጳን ኤርትራን ብኸመይ ከም ዝምዕብል ምስ መራሕቲ ኤርትራ ሓሳብ ንሓሳብ ምልውዋጥ ምዃኑ ዝገለጸ እቲ ጸብጻብ፣ እቲ ዘተ፣ ኣብ ተሳተፎ ኤርትራ ሰፊሕ ዘተ ንምቕጻል ዝተፈላለየ ኣማራጺታት ተለልዮም ከም ዘለዉ ሓቢሩ። እዚ ዑደት ምስ ሰራሕተኛታት ልኡኽ ጉጅለ'ቲ ሕብረት ሃብታም ትሕዝቶ ዘለዎ ዘተ ንምንክያድ ሓደ ዕድል ምንባሩ እቲ መርበብ ሓበሬታ ወሲኹ ገሊጹ። ኣገልግሎት ግዳማዊ ስጉምቲ ኤውሮጳ ንኹሉ ኣህግራዊ ዝምድናታት ሕብረት ኤውሮጳ ንምፍጻም ሓላፍነት ዝስከም ኮይኑ፣ ዲፕሎማስያዊ ኣገልግሎት ዘካይድ ክፍሊ ናይ ኤውሮጳዊ ሕብረት ምዃኑ ይግለጽ። ኤርትራ፣ ብኣህግራዊ ቤት ፍርዲ ሕጊ ባሕሪ ንትሽዓተ ወርሒ ዝተዋህበ ስልጠና ብዓወት ዛዚማ። ኣህጉራዊ ቤት ፍርዲ ሕጊ ባሕሪ፣ ITLOS Nippon Fellowship Program፣ ብዝሃቦ ዕድል ናይ ትምህርቲ መሰረት፣ ኣማኻሪ ሕጊ ሚኒስተር ጉዳያት ወጻኢ ኤርትራ ኣቶ ኢብራሂም ዓብዱ ብዓወት ከም ዘዛዘሞ ተገሊጹ። እቲ ብኣህግራዊ ቤት ፍርዲ ሕጊ ባሕሪ ዝተዋህበ ትምህርቲ ናይ ትሽዓተ ወርሒ መደብ ኮይኑ፣ ኣብ ከተማ ሃምቡርግ ጀርመን ከም ዝተኻየደን ተገሊጹ። ኣህግራዊ ቤት ፍርዲ ሕጊ ባሕሪ ወይ ITLOS ብዋዕላ ሕቡራት ሃገራት ሽሕን ትሽዓተ ሚእትን ሰማንያን ክልተን ውዕል ሕጊ ባሕሪ ዝተመስረተ ናጻ ፍርዳዊ ኣካል እዩ። እዚ ኣብ ልዕሊ ዝኾነ ይኹን ንኣተረጓጉማ ወይ ኣተገባብራ ናይቲ ውዕል ዝምልከት ክርክር ከምኡውን ኣብ ልዕሊ ኩሎም ኣብ ዝኾነ ኣካል ንፍርዲ ስልጣን ዝህብ ስምምዕ ፍሉይ ዝተቐመጡ ጉዳያት ስልጣን ከምዘሎ እዩ ዝግለጽ። ምስቲ ውዕል ዝተኣሳሰሩ ክርክራት፣ ምሕንጻጽ ዞባታት ባሕሪ፣ ምምራሕ ምዕቃብን ምሕደራን ህያው ሓብቲ ባሕሪ፣ ምክልኻልን ምዕቃብን ከባቢ ባሕርን ሳይንሳዊ ምርምር ባሕርን ዝምልከት ምዃኑን ይግለጽ። ኤርትራ፣ ኤርትራዊ ኣትለት ዑቕበ ክብሮም ኣብ ውድድር ፍርቂ ማራቶን ፓዝናን ክልተ ሽሕን ዒስራን ሓሙሽተን ቀዳማይ ኮይኑ ተዓዊቱ። ሎሚ ሰንበት ዓሰርተ ሰለስተ ሚያዝያ ኤርትራዊ ኣትለት ዑቕበ ክብሮም ንመበል ዓሰርተ ሸውዓተ ግዜኡ ኣብ ፖላንድ ዝተኻየደ ውድድር ፍርቂ ማራቶን ፖዝናን ክልተ ሽሕን ዕስራን ሓሙሽተን ብሓደ ሰዓትን ክልተ ደቒቕን ዕስራን ሰለስተን ካልኢትን ውድድሩ ብምዝዛም ቀዳማይ ኮይኑ ተዓዊቱ። ኣትለት ዑቕበ ነታ ቅድሚ ሓደ ሽሕ ዓመት ዝተኻየደ ታሪኻዊ ፍጻመ እተዘኻኽር ዋን ታውዛን ይርስ ኦፍ ጎልደን ክራውንስ ዝብል ጭርሖ ዝሓዘት ውቅብቲ መዳልያን ገንዘባዊ ሽልማትን ተቐቢሉ። ኣብዚ ናይ ሎሚ ዓመት ፍርቂ ማራቶን ፖዝናን ኣስታት ዓሰርተ ኣርባዕተ ሽሕ ተሳተፍቲ ብምምዝጋቦም ቅድሚ እቲ ውድድር ምክያዱ ክብረ ወሰናት ብምስባር ኣብ ታሪኽ እዚ ውድድር ዝበዝሐ ተሳተፍቲ ዘለዎ ውድድር ምዃኑ ኣካየድቲ ውድድር ይገልጹ። እዚ ከምዚ ኢሉ እንከሎ፣ ኣብ ቱርኪ ዝካየድ ዘሎ ቅድድም ብሽክለታ ዙር መርሲን ከም ኣካል ዙር ኤውሮጳ ኣብ ዩሲኣይ ናይ ክልተ ነጥቢ ክልተ ምድብ ውድድር ምዃኑ ዝፍለጥ ውድድር ኤርትራዊ ተቐዳዳማይ ዳዊት የማነ ኣብቲ ካብ ከተማ ታርሱስ ዝተበገሰ ሚእትን ክልተን ኪሎ ሜተር ርሕቀት ዘለዎ ሳልሳይ መድረኽ ካልኣይ ኮይኑ ተዓዊቱ። ከምኡ'ውን ኣብቲ ሎሚ ሰንበት ዓሰርተ ሰለስተ ሚያዝያ ዝተኻየደ ካብ ኣብ ደቡባዊ ቱርኪ እትርከብ ዓባይ ከተማ መርሲን ዝተበገሰ ኣብታ ከተማ ዝተዛዘመን ሚእትን ዒስራን ኪሎ ሜተር ዝሸፈነ ራብዓይ መድረኽ፣ ሚልክያስ ማእከለ ሳልሳይ ደረጃ ብምሓዝ ኣብ ፖድዩም ደይቡ። ሞስኮ፣ ትራምፕ ንሩስያ ኣብ ጉዳይ ምቁራጽ ተኹሲ ዩክረይን ብቕልጡፍ ምንቅስቓስ ክትጅምር ኣብ ዝላበወሉ ዘሎ እዋን፣ ፍሉይ ልኡኽ ኣሜሪካ ምስ ፑቲን ምርኻቡ ይግለጽ ኣሎ። ዶናልድ ትራምፕ ንፕሬዝደንት ሩስያ ኣብ ዩክረይን ተኹሲ ደው ምባል ክሰርሕ ኣብ ዝላበወሉ እዋን፣ ልኡኽ ኣሜሪካ ስቲቭ ዊትኮፍ ብዓርቢ ዓሰርተ ሓደ ሚያዝያ ኣብ ሴንት ፒተርስበርግ ምስ ቭላድሚር ፑቲን ከምዝተራኸቡ ቢቢሲ ኣብ ጸብጻቡ ሓቢሩ። ምምሕዳር ክረምሊን፣ እቲ ኣኼባ ንልዕሊ ኣርባዕተ ሰዓታት ዝዝወሰደ ኮይኑ፣ ኣብ መዳያት ምፍታሕ ዘይምርድዳእ ዩክሬናውያን ዝዓለመ ወግዓዊ ስምምዕ ዘተኮረ ምዃኑ እቲ ጸብጻብ ገሊጹ። ከምኡ'ውን ብፍሉይ ልኡኽ ክሪል ዲሚትሪቭ፣ እቲ ዊትኮፍ ኣብዚ ዓመት ምስ ፑቲን ንሳልሳይ ግዜ ዝገበሮ ርክብ ውጽኢታዊ ክብል ምግላጹ ሓቢሩ። ፕሬዚደንት ኣሜሪካ ዶናልድ ትራምፕ ብዛዕባ ምዕባለ'ቲ ዝርርብ ብስጭቱ ምግላጹ ተሓቢሩ'ሎ። ብዓርቢ ዓሰርተ ሓደ ሚያዝያ ሩስያ ክትስጉም ኣለዋ ክብል ዝጸሓፈ'ቲ ፕሬዝደንት፣ ኣዝዮም ብዙሓት ሰባት ኣብ ዘስካሕክሕን ትርጉም ዘይብሉን ኲናት ኣብ ሰሙም ብኣሽሓት ይሞቱ ኣለዉ ክብል ገሊጹ። ኣቐዲመን ብዓርቢ ሃገራት ኤውሮጳ ንዩክሬን ዕስራን ሓደን ቢልዮን ዩሮ ወተሃደራዊ ሓገዝ ክህባ ከም ዝተሰማምዓ'ዩ ዝግለጽ ዘሎ። ሚኒስተራት ምክልኻል ኤውሮጳ ኣብቲ መደብ ኣብ ዝሃብዎ መግለጺ እቲ ኲናት ከም ዘብቅዕ ዝሕብር ምልክት ከም ዘይረኣዩ ገሊጾም። ቅድሚ ዝርርብ ፑቲንን ዊትኮፍን ወሃቢ ቃል ክረምሊን ዲሜትሪ ፔስኮቭ፣ መስርሕ ንቡር ምምላስ ዝምድናታት ቀጻሊ ስለዝኾነ ስርሒት ምጽባይ ኣየድልን'ዩ ኢሉ። እቲ ዘተ ፑቲንን ትራምፕን ዝራኸብሉ ዕለት ምውሳን ከጠቓልል ይኽእል ድዩ ዝብል ሕቶ ምስ ቀረበሉ፣ ኣብ ልኡኽ ኣሜሪካ እንታይ ሒዙ ከምዝመጸ ከምዝምርኮስ'ዩ ገሊጹሎም። ህንዲ፣ ብሰንኪ ብርቱዕ ዝናብን በርቅን ኣብ ገለ ክፋል ህንድን ኔፓልን ኣስታት ሚእቲ ሰባት ከም ዝሞቱ ይግለጽ ኣሎ። ብትሽዓተ ሚያዝያ ኣብ ደቡብ ኤስያ ዝርከባ ገለ ክፋል ህንድን ኔፓልን ብሰንኪ ብርቱዕ ዝናብን በርቅን ኣስታት ሚእቲ ሰባት ከም ዝሞቱ ተገሊጹ። ብመሰረት ሰበስልጣን ክልቲኤን ሃገራት፣ ኣብ ህንዲ ምስቲ ዝናብ ብዝተኣሳሰሩ ሓደጋታት ኣስታት ሰማንያን ኣርባዕተን ሰባት ክሞቱ እንከለዉ፣ ኣብታ ጎረቤታ ዝኾነት ኔፓል ከኣ ብሰንኪ'ቲ ብርቱዕ ዝናብን ብርቅን ብውሑዱ ሸሞንተ ሰባት ከምዝሞቱ ምግላጾም ሓቢሮም። ኣብ ማእከላይን ምብራቓውን ክፋል ህንዲ፣ ክሳብ ትማሊ ቀዳም ዓሰርተ ክልተ ሚያዝያ ብነጎዳ ዝተሰነየ ብርቱዕ ዝናብ፣ በርቅን ንፋስን ክህሉ ትጽቢታት ከምዘሎ ቤት ጽሕፈት ኩነታት ኣየር ህንዲ ከምዝሓበረ ተገሊጹ። እቲ ቤት ጽሕፈት ኣብ ዝሓለፈ ሰሙን ኣብ ዘውጽኦ መግለጺ፣ ኣብ ወርሒ ሚያዝያ ኣብ መላእ ህንዲ ልዑል ንቡር ሙቐት ክኽሰት ስግኣታት ከም ዘሎ ሓቢሩ ምንባሩ ተገሊጹ። ፊንላንድ፣ ንገለ ቫይረሳት ኢንፍሉዌንዛን ሀርፐስን ክሕዝን ከጥፍእን ዝኽእል ፍሉይ ዓይነት ማስቲካ ከም ዝማዕበለ ይግለጽ ኣሎ። ካብ ፊንላንድን ኣሜሪካን ዝመጽኡ ተመራመርቲ ስነ-ፍልጠት፣ ንገለ ቫይረሳት ኢንፍሉዌንዛን ሀርፐስን ክሕዝን ከጥፍእን ዝኽእል መጻወድያ ፍሉይ ዓይነት ማስቲካ ከም ዘማዕብሉ ተገሊጹ። መብዛሕትኦም ሰባት ንጉንፋዕን ሃርፐስን ንምምካት ዝበለጸ ነገር ክሓስቡ ምስ ተሓተቱ ምናልባት ማስቲካ ኣይምበሉን፣ እንተዀነ ግን ብመሰረት ኣብ መጽሔት ሞለኪላር ቴራፒ ዝተሓትመ ሓድሽ መጽናዕቲ፣ እቲ ፍሉይ ማስቲካ ንገለ ቫይረሳት ኣብ ምቅላስ ኣዝዩ ውጽኢታዊ ክኸውን ከም ዝኽእል እዩ ተገሊጹ። ኣብ ተፈጥሮኣዊ ፍርያት መግቢ ሕሩጭ ፋጆሊ ዝርከብ ሰፊሕ ጸረ-ቫይረስ ፕሮቲን ንፍሪል፣ ንቫይረሳት ጉንፋዕ ደቂ ሰባት ጥራይ ዘይኮነስ ንጉንፋዕ ኣዕዋፍ እውን ንምውጋድ ረኽሶምን ምትሕልላፎምን ንምክልኻል እዋናዊ ምህዞ'ዩ ይብል ኣብ ቤት ትምህርቲ ሕክምና ሲኒ ዩፔን ፕሮፌሰር ሄንሪ ዳንኤል። ቫይረሳት ኣብቲ ዝበለጸ ብብቕዓት ዝዝርግሕሉ ኣብ ኣፍንጫ ብምዕላም፣ እዚ ፍርያት ኣብ ክንክን ጥዕና ንዘሎ ዓቢ ክፍተት ክፈትሕ ይኽእል'ዩ ክብል ወሲኹ ምግላጹ እቲ ጸብጻብ ኣረዲኡ። ኣብቲ መካኒካዊ ኣፍ ዘካተተ ናይ ላቦራቶሪ መርመራታት፣ ኣብ ውሽጢ ዓሰርተ ሓሙሽተ ደቓይቕ ጥራይ ልዕሊ ሓምሳ ሚእታዊት ናይቲ ቫይረስ ዘጥፍእ ፍሪል ፕሮቲን ከምዝተዘርግሐ ገሊጹ። እቶም ተመራመርቲ፣ ነቲ ፈጠራዊ ማስቲካኦም ኣብ ዝሰርሕሉ እዋን፣ ንክሊኒካዊ ደረጃ ዘለዎ ደረጃታት መድሃኒትን ደረጃታት መግብን ከምዝኽተሉን ንደቂ ሰባት ዝኸውን ውሕስነቱ ከምዘረጋገጹን ኣረዲኦም። ብተወሳኺ እቲ ጸረ-ቫይረስ ማስቲካ ኣብ ማእከላይ ኩነታት ኣየር ንኣስታት ሸሞንተ ሚእቲ መዓልታት ክኽዘን ከም ዝኽእል፣ ከይተበላሸወ ድማ ኣብ ውሽጡ ዘሎ ፕሮቲናት ፍሪል ከይጠፍኣ ከም ዝጸንሕ ሓቢሩ። ዳኒኤልን ጉጅልኡን፣ ምትሕልላፍ ሳርስ ኮቪ ቱ ንምክልኻል ዝሕግዝ መንገዲ ኣብ ጥርዚ ለበዳ ኮቪድ ዓሰርተ ትሽዓተ ቫይረስ ዝዓግት ማስቲካ ዝብል ሓሳብ ኣቕሪቡ። ድሕሪ'ቲ ተስፋ ዝህብ ውጽኢት ናይቲ ኣብ ላባራቶሪ ዝገበሮ መርመራታት፣ ተመራመርቲ ስነ-ፍልጠት፣ ኣብ ቀረባ እዋን ኣብ ደቂ ሰባት ክጅምሩ ተስፋ ከም ዘለዎም፣ ኣብ ርእሲ'ዚ ድማ ንኻልኦት ሓደገኛታት ቫይረስ ኣብ ምምካት ኣድማዕነት ናይቲ ማስቲካ ክፍትኑ ተስፋ ከም ዘለዎም ገሊጾም።